ዘይተኣደነ ሰራዊትን ጋዕ ገልጠም ሓፃዊንን ኣኻኺቡ ኣብ ልዕሊ ትግራይ ዳግማይ ጆኖሳይዳዊ ወራር ንምክያድ ኣብ ምሽብሻብ ከምዝርከብ ዝሕበር ስርዓት ብልፅግና ትግራይ ብሓገዝ ሰብ ሙያ ክኢላታት ተደጊፋ ፀረ ድሮን ትተክልን ወተሃደራዊ ምትዕርራይ ተካይድን ኣላ ክብል ብመንገዲ ዕሱባት ኣቢሉ ክኸስስ ይስማዕ ምህላውን፣ ትማሊ ምሸት ቀዳም ብሓይልታት ቅልጡፍ ደገፍ ከምዝተኻየደ ዝተጠርጠረ ናይ ሰብ ኣልቦ ነፋሪት መጥቃዕቲ ኣብ ግዝኣት ኣልጀዚራ ዝርከብ መንበሪ ገዛ ኣዛዚ ሓይልታት ዋልታ ሱዳን ኣቡ ኣግላ ከይካል ዕላማ ከም ዝኾነ ዝወፀ ዜና እስራኤል ኣብ ልዕሊ ደቡባዊ ሊባኖስ ብዘካየደቶ መጥቃዕቲ ኣየር ኣርባዕተ ደቂ ኣንስትዮን ሓደ ህፃንን ዝርከብዎም ብውሕዱ ዓሰርተ ሰለስተ ሰባት ከም ዝተቐተሉ ሚኒስትሪ ጥዕና ሊባኖስ ምግላጹ ዝብሉን ካልኦትን ዜናታት የሒዘልኩም ቀሪበ ዘለኹም ክሳብ መወዳእታ ምሳይ ጸኒሕኹም ዝርዝራቶም ክትከታተሉ ብኽብሪ ይዕድመኩም። ዘይተኣደነ ሰራዊትን ጋዕ ገልጠም ሓፃዊንን ኣኻኺቡ ኣብ ልዕሊ ትግራይ ዳግማይ ጀኖሳይዳዊ ወራር ንምክያድ ኣብ ምሽብሻብ ከም ዝርከብ ዝሕበር ስርዓት ብልፅግና ትግራይ ብሓገዝ ሰብ ሞያ ክኢላታት ተደጊፋ ፀረ ድሮን ትተክልን ወተሃደራዊ ምትዕርራይ ተካይደን ኣላ ክብል ብመንገዲ ዕሱብ ኣቱቢሉ ክኸስስ ይስማዕ ኣሎ። ብመሰረት ስርዓት ብልፅግና ብመንገዲ ደገፍቱ ዝኾና ሚድያታትን ዕሱባቱ ዝኾኑ ፀለውቲ ሰባትን ኣቢሉ ዘሕልፎ ዘሎ መልእኽቲ ትግራይ ብሓገዝ ሰብ ሙያ ኤርትራ፣ ሱዳንን ግብፅን ኣብ ዝተፈላለዩ ከባቢታት ትግራይ ፀረ ድሮን ትተክል ምህላዋን ከባቢታት ዞባ ምዕራብ ትግራይ ሓራ ንምውፃእ ፍሉይ ወታደራዊ ስልጠና ዝወሰደ ሰራዊት ተፀጋዓላን ክብል ከሲሶም። ንውዕል ፕሪቶርያ ብምጥሓስ ዕድመ ስልጣን ፕረዚደንትነት ግዝያዊ ምምሕዳር ብምንዋሕ በይናኡ ውሳኔ ዝወሰደ ስርዓት ብልጽግና ኣብ ክልተ ሽሕን ዕስራን ኣብ ልዕሊ ትግራይ ዝኣወጆ ወራር ዘርኢ ምጽናት ክሳብ ሕጂ ብዕጽዋን ክልከላን ብምቕጻሉ ብኣማኢት ኣሽሓት ኣብ ግዝያዊ መዕቖቢ ስደተኛታት ትግራይን መዓስከራት ሱዳንን ዝርከቡ ተጋሩ ንሞትን ስቓይን ክቃልዑን ኣብ መረበቶም ዘለዉ እውን ብሰንኪ ዝተኣወጀ ዕፅዋን ክልከላን ተፈጢሩ ብዘሎ ሕፅረት ማሕበራዊ ኣገልግሎታት መናእሰይ እግሮም ናብ ዝመርሖም ክስደዱ፣ ኣረጋውያን፣ ኣዴታትን ህፃናትን ድማ ብሕሱም ጥሜትን ሕማማትን ይግረፉ ኣለዉ። ምርጫ ፖለቲካዊ መራሕቲ፣ ኣዘዝቲ ሰራዊትን ሰራዊትን ህዝብን ትግራይ ሰላም ምዃኑ ብቐፃሊ ዝገልፅ ህዝባዊ ወያነ ሓርነት ትግራይ ንውዕል ፕሪቶርያ ተገዛኢ ንምዃን ንህዝቢ ትግራይ ብዙሕ ዋጋ ዘኽፈሎ ዓቕልን ትዕግስትን ምግባሩ ብዙሓት ዝሰማምዕሉ ሓቂ ኮይኑ ስርዓት ብልፅግና ግና በንፃሩ ናብ ወሰናት ትግራይ ሰራዊት ብምፅጋዕን ኣብ ሰማያት ትግራይ ድሮናት ብምዝንባይን ተኹታኹይ ወታሃደራዊ ምንቅስቓሳት ከካይድን ኣብ ክልል ዓፋር መዓስከራት ብምኽፋት ተጋሩ ነንሕድሕዶም ደም ክፋሰሱ የሰልጥን ከምዘሎን ዝፍለጥ እዩ። ትማሊ ምሸት ቀዳም ብዳዕመል ሰሪዕ ከም ዝተኻየደ ዝተጠርጠረ ናይ ሰብ ኣልቦ ነፋሪት መጥቃዕቲ ኣብ ግዝኣት ኣልጀዚራ ዝርከብ መንበሪ ገዛ ኣዛዚ ሓይልታት ዋልታ ሱዳን ኣቡ ኣግላ ከይካል ዕላማ ብምዃን ሓዊ ሓዊሱ ሽዱሽተ ኣባላት ስድራቤት ምቕታሎም ተሓቢሩ። ምንጭታት እቲ ከባቢ ሎሚ ሰንበት ንሱዳን ትሪቡን ኣብ ዝሃብዎ ሓበሬታ፣ ቅድሚ ናብ ኣባይቲ ስድራቤት ከይካል ሓያሎ ሚሳይላት ምትኳሱ፣ ሓንቲ ሰብ ኣልቦ ነፋሪት ኣብ ምብራቓዊት ኣልጀዚራ ንእትርከብ ቁሸት ኣልካህሊ ክት ከሎ ከምዝተራእየት ሓቢሮም። እቲ መጥቃዕቲ ኣብ ሓይልታት ዋልታ ሱዳን ፍሉጥ መራሕን ሓውቲ ኣዛዝን ሜጀር ዓዛም ከይካል ዝርከቦም ሽዱሽተ ሰባት ምሟቶም ዝገለጸ እቲ ሓበሬታ፣ ካልኦት ዝተፈላለዩ ግዳያት ድማ መሓመድ ኣልሳዲቅ ከይካል፣ ካሊድ ዓብደልቃድር ከይካል፣ ዓብደላ ቃስም ኣላራህማን፣ ኣልሲዲክ ባኪት፣ መሓመድ ባኪትን ይርከብዎም። ካልኦት ክልተ ሃይደርን ካሊድ ከይካልን ዝተባህሉ ከምዝተጎድኡ እውን ተገሊፁ'ሎ። ኣብ ኣልጀዚራን ገዳርፍን ኣብ ዝርከብ ዞባ ቡታና ዝመደበሩ ሓይልታት ዋልታ ሱዳን ኣቡ ኣግላ ከይካል ኣብ ወርሒ ጥቅምቲ ክልተ ሽሕን ዕስራን ኣርባዕተን ንሓይልታት ዳዕመል ሰሪዕ ራሕሪሑ ኣብ ጎኒ ሰራዊት ሱዳን ኮይኑ ዝዋጋእ ዘሎ ሓይሊ እዩ። ኣብ ገማግም ባሕሪ የመን ቐርሰንቲ ንሓንቲ መርከብ ነዳዲ ከም ዝጨወዩ ብዙሓት ሰብ ስልጣን ጸጥታ ሶማልያ ንቢቢሲ ሓቢሮም። ሓለዋ ባሕሪ የመን ኣቐዲሙ እታ ኤምቲ ዩሬካ ብዝብል ትጽዋዕ መርከብ ተጨውያ ናብ ሶማልያ ገጻ ተቕንዕ ከምዘላ ሓቢሩ ነይሩ። ኣብ ወሽመጥ ዓደን ኣብ ጥቓ ወደብ ቃና ብቐርሰንቲ ከምዝተጨውየት ድማ ምንጭታት ኣረጋጊጾም። እቶም ቐርሰንቲ ካብቲ ኣብ ወሽመጥ ዓደን ካብ እትርከብ ከተማ ቃንዳላ ከምዝተበገሱ ቢቢሲ ዘዘራረቦም ሰለስተ ሰበስልጣን ጸጥታ ሓውሲ ርእሰ ምምሕዳር ፑንትላንድ እውን ሓቢሮም። ኣብ ገማግም ባሕሪ ሶማልያ ዓሰርተ ሸውዓተ ሰራሕተኛታት ዝጸዓነት መርከብ ነዳዲ ብቀሰንቲ ከምዝተጨውየት ዝተፈላለዩ ሰበ ስልጣን ጸጥታ ንቢቢሲ ገሊጾም ምንባሮም ይዝከር። ሆነር ዕስራን ሓሙሽተን ዓሰርተ ሸሞንተ ሽሕን ሓሙሽተ ሚእትን በርሚል ነዳዲ ሒዘ'ያ ናብ ሞቓዲሾ ተምርሕ ነይራ። ኤምቲ ዩሬካ ኣብ ውሽጢ ዓሰርተ መዓልታት ኣብቲ ከባቢ ንኻልኣይ ግዜ ዝተጨውየት መርከብ ነዳዲ ኮይና ባንዴራ ምዕራብ ኣፍሪቃዊት ሃገር ቶጎ ጌራ'ያ ትንቀሳቐስ ነይራ። እዚ ከምዚ ኢሉ እንከሎ፣ ስርሒት መጓዓዝያ ባሕሪ ዓባይ ብርጣንያ ብዓርቢ ኣብ ዘውጽኦ ጸብጻብ፣ ዕጡቓት ኣብ ጥቓ ኣል-ሙካላ፣ የመን፣ ናብ ዝርከብ መራክብ ጽዕነት ይጽግዑ ከምዘለዉ ሓቢሩ ነይሩ። እቶም ዕጡቓት ካብ ከተማ ካሉላ ወይ ከኣ ኣሉላ ካብ ዝርከብ ርሑቕ ገማግም ባሕሪ ከምዝተበገሱ ሰለስተ ዝተፈላለዩ ሓለፍቲ ጸጥታ ገሊጾም። ከተማ ካሉላ ካብቲ ንኤምቲ ዩሬካ ዝጨወዩ ቐርሰንቲ ዝተበገስሉ ክልተ ሚእትን ትሽዓተን ኪሎሜተር ርሒቓ ትርከብ። እቶም ክልተ ዝተፈላለዩ ጭውያታት፣ ሽፍትነት ኣብ መላእ ሰፊሕ ገማግም ባሕሪ ሶማልያ የስፋሕፍሕ ከምዘሎ ዘመልክት ምዃኑ ከኣ እቲ ሓበሬታ ጠቒሱ'ሎ። ሶማልያ ካብ ሃገራት ኣፍሪቃ እታ ዝነወሐ ገማግም ባሕሪ ዘለዋ ሃገር ኮይና፣ ብጠቕላላ እቲ ሶማልያ ትውንኖ ገማግም ሰለስተ ሽሕን ሰለስተ ሚእትን ሰላሳን ሰለስተን ኪሎሜተር እዩ ዝዝርጋሕ። ሰበ ስልጣን ሶማልያን ኣብ ማያት ሶማልያ ንዝካየድ ስርሒታት ጸረ ሽፍትነት ዝከታተል ሓይሊ ባሕሪ ሕብረት ኤውሮጳን ገና ብዛዕባ እዚ ዳሕረዋይ ጭውያ መልሲ ኣይሃቡን። ካብ ክልተ ሽሕን ዓሰርተ ሓደን ጀሚሩ እናነከየ ዝኸይድ ዝነበረ ሽፍትነት ባሕሪ ሶማልያ፣ ካብ መወዳእታ ክልተ ሽሕን ዕስራን ሰለስተን ጀሚሩ ዓለምለኻውያን ሓይልታት ባሕሪ ዕጡቓት ሑቲ ንዝፈጠርዎ ስግኣት ክምክቱ ኣገዲዱ ኣሎ። በዚ ድማ ኣብ ገማግም ባሕሪ ሶማልያ ዝርከቡ ዕጡቓት ጉጅለታት ነቲ ናይ ጸጥታ ሃጓፍ ክጥቀሙሉ ኣኽኢልዎም እዩ። እስራኤል ኣብ ልዕሊ ደቡባዊ ሊባኖስ ብዘካየደቶ መጥቃዕቲ ኣየር ኣርባዕተ ደቂ ኣንስትዮን ሓደ ህፃንን ዝርከብዎም ብውሕዱ ዓሰርተ ሰለስተ ሰባት ከም ዝተቐተሉ ሚኒስትሪ ጥዕና ሊባኖስ ኣፍሊጡ። ሰራዊት እስራኤል ነበርቲ ክወፅኡ ኣብ ዝኣዘዘሉ ኣብ ኣውራጃ ናባቲሕ ኣብ ዝርከብ ሓቡሽ ካብ ዝተቐትሉ ሸሞንተ ሰባት ክልተ ደቂ ኣንስትዮን ሓደ ህፃንን ይርከቡም። ኣብ ወረዳ ሲዶን ኣብ ዝርከብ ዝራርየ ድማ ክልተ ደቂ ኣንስትዮ ሓዊሱ ኣርባዕተ ሰባት ክቕተሉ እንከለዎ ኣብ ወረዳ ጢሮስ እውን ሓደ ሰብ ተቐቲሉ። ብተወሳኺ ብድምር ሰላሳን ክልተን ሰባት ከምዝቖሰሉ እውን እቲ ሚኒስትሪ ኣፍሊጡ። ዋላ እኳ ንሰለስተ ሰሙን ዝፀንሕ ምቁራፅ ተኹሲ ተገይሩ እንተነበረ ኣብ መንጎ እስራኤልን ሕዝቦላህን ዝካየድ ዘሎ ውግእ ግን ሕጂ እውን ይቕፅል ኣሎ። ብቀዳም ብኢራን ዝድገፍ ጉጅለ ሕዝቦላህ ኣብ ሊባኖስ ንዝርከቡ ወተሃደራቱን ወተሃደራዊ መካይንን እስራኤል ዕላማ ከም ዝገበረ ገሊጹ። ሰራዊት እስራኤል ብሓሙስ ኣብ ደቡባዊ ሊባኖስ ኣብ ዝተኻየደ ውግእ ሓደ ካብ ወተሃደራቱ ከም ዝተቐትለን ካብ መጀመርታ ወርሒ መጋቢት ጀሚሩ ብዝሒ ዝሞቱ ኣባላቱ ዓሰርተ ሸውዓተ ከም ዝበጸሐን ሓቢሩ።

እቲ ምቁራጽ ተኹሲ ንሰለስተ ሰሙን ከም ዝተናውሐ ኣዊጁ። ዶናልድ ትራምፕ፣ እቲ ካልኣይ ርክብ ክልቲኤን ሃገራት ኣዝዩ ጽቡቕ ከም ዝኸደን ኣሜሪካ'ውን ምስ ሊባኖስ ብምስራሕ ካብ ሕዝቦላህ ንርእሳ ንምክልኻል ንምሕጋዝ ከም ትሰርሕ ኣእንፊቱ ምንባሩ ይዝከር። እቲ ብኢራን ዝድገፍ ጉጅለ ኣብቲ ስምምዕ ምቁራጽ ተኹሲ ተሳትፎ'ኳ እንተዘይነበሮ፣ እስራኤል ነቲ ስምምዕ እንተኽቢራቶ ግን ንሱ'ውን ንመትከላት እቲ ስምምዕ ከም ዘኽብር ኣመልኪቱ ነይሩ። እቲ ምቁራጽ ተዅሲ ኣብ ልዕሊ ርእሰ ከተማ ቤሩትን ደቡባዊ ከባቢኣን ዝካየድ ዝነበረ መጥቃዕትታት ደው ክብል እኳ እንተገበረ፣ ኣብ ካልእ ቦታታት ግን ውግእ ይቕጽል ኣሎ። ካብ መጀመርታ ወርሒ መጋቢት ጀሚሩ ኣብ ሊባኖስ ሚእትን ሰለስተን ሰራሕተኛታት ክንክን ጥዕና ህጹጽ ረድኤትን ዝርከብዎም ክልተ ሽሕን ሓሙሽተ ሚእትን ሰማንያን ሽዱሽተን ሰባት ከምዝሞቱ ሚኒስትሪ ጥዕና ሊባኖስ ይሕብር። ኣብ ሊባኖስ ዓሰርተ ሸውዓተ ወተሃደራት እስራኤል ክቕተሉ እንከለዉ፣ ኣብ እስራኤል ብዝተፈጸመ መጥቃዕቲ ሕዝቦላህ ድማ ክልተ ሰላማውያን ሰባት ተቐቲሎም። ትማሊ ቀዳም ንግሆ ሰራዊት እስራኤል ኣብ ደቡባዊ ሊባኖስ ኣስታት ሓምሳ መጥቃዕትታት ከም ዘካየደ ገሊጹ'ዩ። ሕዝቦላህ ዝንቀሳቐሰሉ ዝነበረ ዋና ቤት ጽሕፈትን ንወተሃደራዊ ዕላማታት ዝውዕሉ ህንጻታትን ዕላማ ከም ዝተገብሩ'ውን ሓቢሩ። ቅድሚኡ ዝተዘርግሐ ሓበሬታ ድማ፣ ሰራዊት እስራኤል ክልተ ዕላማታት ኣየር ቅድሚ ናብ መሬት እስራኤል ምሕላፎም ከም ዘብርዓነ ኣመልኪቱ ነይሩ።